ኣደይ ኣብየ ኣብዚ ሎምሲ ምስ መን ተተዓረቕና ሓሸና ምስ ኣብይ ምስ ኢሳያስ ከ እሺ ምስ ኢሳያስ ምዕራቕ ብሓንሳ ዓቢና ወሊድና ተዋሊድና ኢና ኣብዛ እዋን እዚኣ ግን ከቢድ ሓዘን ከቢድ ንብዓት ኣብ ቅድሚ ዓይንና ደቅና ብኻራ እንዳተሓረዱ ሓሊፍና ኢና እዚኣ ክንሓልፍ እንከለና እቲ ናይ ቀደም ካብ ጥንቲ ግዜ ሙሉእ ብሃይለ ስላሰ ዝነበረ ግዜ መዋእል ንሱ ተረሲዑ ሕጂ ምንታይ ኣለና ኣብ ከቢድ ሓዘን ኢና ዝኒአና ምስ ኣብዪ ግን እስካዕ ሕጂ ትግራይ ንትግራይ ግን ኢለ ኢትዮጵያ ንኢትዮጵያ ግን ተሓቋቂፋ ክትነብር ደስ ይብለኒ ሰላም ክንነብር ደቅና ክንርኢ ዝሞተ ሞይቱ ኣሎ ዘይሞተ ድማ ዓይና ደቅና ክንርኢ ደስ ይብለና ምሕሞር ኣይመልስን ኮይልና ከመይ ኢና ክንገብር ደኣ? ደሓ
ብሰላም ክንፈትሖ ኢና ብሰላም ባዕሉ ተረዲኡ ክበና እዩ ኩሉ ክበና እዩ ኣብ ዓድና ስለ ዝሃለወ ኩሉ ክበና እዩ ይኣኽለና የብለይን ቅድም ዘይትሕት እዩ ሰላም ሰላም ክቡራት ተኸታተልቲ ሊሎ ቲቪ ከመይ ጸኒሕኩም ተመሊስና መጺናኩም ኣለና ሕጽር ዝበለ ሓበሬታ ኣለና ብዛዕባ ኢራን ኢራንሲ ስለምንታይ እያ ንዝርርብ ኣሜሪካ ነጺጋቶ ዝብል እዩ። እስከ ንዕኡ ክንርኢ። ዶናልድ ትራምፕ ኣብዚ ሰሙን ኣሜሪካን ኢራንን እቲ ኣብ ማእከላይ ምብራቕ ክካየድ ዝካየድ ዘሎ ኹናት ደው ንምባል ኣዝዩ ጽቡቕን ውጽኢታውን ዝርርብ ከም ዘካየዳ ኣብ ዝገልጸሉ ዘሎ እዋን ኢራን ቅልጡፍን ንጹርን ምላሽ ሂባያ። ሰበስልጣን ኢራን ዝኾነ ይኹን ዝርርብ ኣይተኻየደን ብምባል ንዘረባ ትራምፕ ነጺጎም እዮም። ሓደ ወተሃደራዊ ወሃቢ ቃል፣ ኣሜሪካውያን ምስ ገዛእ ርእሶም እዮም ክዘራረቡ ጸኒሖም ብምባል ነቲ ኣበሃህላ ከይተረፈ ኣባጭዩሉ ኣሎ። እቲ ክፍተት ንጹር እዩ፣ ዋሽንተን ምዕባለ ከም ዘሎ ትዛረብ፣ ቴሄራን ብግልጺ ትነጽጎ። እዚ ግን ዘይምርድዳእ ጥራይ ኣይኮነን፣ ዓሚዩቕ ዘይምትእምማን እውን ዘንጸባርቕ እዩ። እቲ ዘይምትእምማን እቲ ዘይምትእምማን ካብቲ ኣብ ቀረባ እዋን ዘጋጠመ ፍጻሜታት ዝነቅል እዩ። ኣብ ዝሓለፈ ዓመት ኣብ መንጎ ክልቲኦም ወገናት ዝተኻየደ ዝርርብ ክልተ ግዜ ወጥሪ ንምቅላል ተስፋታት ከም ዘዕበየ ዝፍለጥ ኮይኑ እቲ ናይ መወዳእታ ዙርያ ዖማን ዘእንገደቶ ንቐንዲ ስክፍታታት ኣሜሪካ ዝኾነ ኒኩለሳዊ ፕሮግራም ናይ ኢራን ዝምልከት ምዃኑ ይግለጽ እዩ። ክልቲኡ ግዜ ዝተኻየደ ዝርርባት ስዒቡ ኣብ ልዕሊ ኢራን ወተሃደራዊ መጥቃዕቲ እስራኤልን እዩ ተኻይዱ። ብዓይኒ ኢራን ዝርርብ ናይ ኩናት ተኽእሎ ኣየጉደለን ኣየጉደሎን ቅድሚኡ ብኡ እዮም ሓሊፎም። ስለዚ ድማ እዩ ትራምፕ ዝብሎ ዘሎ ብጥርጣረ ዝርእይዎ ዘለዉ። ኢራን ነዚ ሕጂ ዝቐረበ ወይ ዝቐርብ ዘሎ ምንጻግ ግን ኣንጻር ልዙባት እያ ኣንጻር ልዝባት እያ ማለት ኣይኮነን ካብዚ ንላዕሊ ዝካየድ ዘሎ ነገራት ኣሎ እዩ ዲፕሎማስያዊ ወይ ዲፕሎማሲ ዝድግፉ ሰበስልጣን እውን እንተኾነ ጸቕጢ ይግበረሎም ኣሎ ዳግማይ ዘተ ምፍታን ሓደገኛ ክኸውን እዩ ማለት እዩ ሕጂ ካብቲ ሕሉፍ ዝተፈለየ ክኸውን እዩ ወይ ክኸውን ድዩ ዝብል ንጹር ኣፋፍነት የለን፣ እዚ ድማ ነቲ ካብ ሚኒስተር ጉዳያት ወጻኢ ዓባስ ኣራግቺን ካልኦት ሰበስልጣንን ዝመጽእ ተሪር ቃላት ንምብራህ ይሕግዝ እዩ ማለት ትራምፕ ብሰኑይ ኣብ ትሩዝ ሶሻል ዝጸሓፎ ጽሑፍ እውን እንተኾነ ኣራግቺ ኢራን ዝርርብ ወይ ተኹሲ ደው ምባል ከምዘይትደልን ነቲ ውግእ ክትቅጽሎ ድልውቲ ምዃና ገሊጹ ነይሩ እዩ። ሓላፊ ባይቶ ሓበሬታ መንግስቲ ኢራን፣ ትራምፕ ናብ ኢራን ዝለኣኾ በዓል ዓሰርተ ሓሙሽተ ነጥብታት እማመ ብ እማመ ሰላም ብምንጻግ ትራምፕ ዝበሎ ሓሶት'ዩ፣ ትኹረት ክወሃቦ የብሉን ኢሉ'ሎ። እዚ ማለት ግን እቲ እቲ ማዕጾ ዘተ ምሉእ ብምሉእ ዕጹው እዩ ማለት ኣይኮነን። ብረቡዕ ኣራግሺ ነቲ እማመ ፍጹም ኣየረጋገጾን ወይ ኣይነጸጎን። ንሱ ንመንግስታዊ ተለቪዥን ኣብ ዝሃቦ ቃል ዝተፈላለዩ ሓሳባት ናብ ላዕለዎት መራሕቲ እታ ሃገር ከም ዝመጽእ ብምሕባር መርገጺ ክወስድ ተደኣ ደልዩ ብርግጽ ክውሰን እዩ ማለት እዩ ብተወሳኺ ፖሊሲ ኢራን ንሕጂ ምክልኻል ምቕጻል ምዃኑን ቴህራን ድማ ሕጂ ክትዛተ ዕላማ ከም ዘይብላ ገሊጹ ኣሎ ማለት ህሉው ኩነታት ኢራን ምስ ቀጻሊ መጥቃዕትታትን ኣብ ወሳነ ትሕተ ቅርጺ ዝበጽሕ ዝበጽሕ ዘሎ ዕንወትን ዘላቂ ኣይኮነን። እቲ ብርቱዕ ቋንቋ ዲፕሎማሲ ጠቕሊልካ ካብ ምንጻግ ንላዕሊ ቅድመ ኩነት እቲ ዝርርብ ምቕማጥ ክኸውን ይኽእል እዩ ማለት እዩ። ውሽጣዊ ፖለቲካ ኢራን ንነገራት ዝያዳ ዝተሓላለኸ ይገብሮ'ሎ። ብዝያዳ ማእከላይ መርገጺ ዘለዎም ጉጅለታት ዝድግፍ ፕረዚደንት መስዑድ ፐዘሽክያን ጥንቁቕ መገዲ ወሲዱ'ሎ ማለት እዩ። ኣኽረርቲ ንዘተ ዝያዳ ይቃወምዎ ኣለዉ ማዕረ ማዕሪኡ ድማ ማእከላይ መርገጺ ዘለዎም ድምጽታት ከይተረፉ ኣብ ዝህልው ኩነታት ንዘተ ክምጉቱ ይጽጎሙ ኣለዉ ማለት እዩ ካብ መንግስቲ ወፃኢ እውን ጸቕጢ ይረአ ኣሎ ገለ ተቃወምቲ ጉጅለታት ምስ ሰውራ እስላማዊ ሪፓብሊክ ዝግበር ዝኾነ ይኹን ስምምዕ ይነጽጉኦም እቲ ኹናት ድማ ስርዓት ሃገር ምፍራስን ምቕያርን ከስዕብ እዩ ዝብል ተስፋ ነቲ ሕጂ ኣብ ልዕሊ ኢራን ዝውሰድ ዘሎ መጥቃዕቲ ደጊፎም እዮም። እዚ ከምዚ ኢሉ እንከሎ ሲቪላዊ ማሕበራትን ተጣበቕቲ ሰብኣዊ መሰላትን ብፍላይ ኣብ እዋን ኲናት ድሮ ገደባት ተጠናኺሮም ስለ ዘለዉ ሓደ ስምምዕ ንሰበ ስልጣን ኣብ ውሽጢ ሃገር ጸቕጢ ንኽገብሩ ዝያዳ ቦታ ክህቦም ይኽእል እዩ ዝብል ስክፍታ እውን ኣለዎም። መርገጺ ኢራን ብዛዕባ ስነ-ሓሳብ ጥራይ ኣይኰነን፣ ስትራተጂ እውን ኣለዎ'ዩ። እቲ ግጭት ካብ ዝጋደድ ንደሓር፣ ቴህራን ብመጻብቦ ሆርሙዝ ኣቢላ ንዝካየድ ዓለማዊ ዋሕዚ ጸዓት ክትዘርግ ከም ትኽእል ኣርእያ እያ። ነዚ መስመር ምዕጻው ወይ ምድራት ንዕዳጋታት ነዳድን ጋዝን ጥራይ ዘይኰነ ንሰፊሕ ቀረብ ሰንሰለታት እውን ጸልይዎ'ዩ ማለት እዩ። እዚ ድማ ንኢራን ሓይሊ ሚዛን ይህባ፣ ተሪር ህዝባዊ መርገጺ ነቲ ጸቕጢ ኣብ ቦትኡ ንኽጸንሕ ይሕግዝ ማለት እዩ። ብዛዕባ እቲ ትራምፕ ብፓኪስታን ኣቢሉ ናብ ኢራን ዘሕለፎ እማመ ዝምልከት ጸብጻባት ከም ዝሕብርዎ ድማ፣ እዚ ውዕላት ኢራን ክትቅበሎ ኣጸጋሚ ክኸውን እዩ። እዚ ኣብ ማዕከናት ዜና እስራኤልን ኣሜሪካን በብቝሩብ ይወጽእ ኣሎ እዩ። ብመሰረት ጸብጻብ ቻነል ዓሰርተ ክልተ እስራኤል እቲ ውጥን ኣብ ናታዝን ኣስፋሃን ከምኡውን ፎርዶ ዝርከቡ ኒኩለሳዊ ማእከላት ካብ ጥቕሚ ወጻኢ ክኾኑ፣ ዓለምለኻዊ ትካል ኣቶሚክ ጸዓት፣ IAEA፣ ኣብ ልዕሊ ንጥፈታት ኢራን ቅሉዕ ክትትልን ቁጽጽርን ክገብር፣ ኢራን ኣብቲ ዞባ ዕጡቓት ምድጋፍ ክትገድፍ፣ ንዞባዊ ዕጡቓት እትህቦ ምወላን ዕጥቅን ደው ክተብል፣ ማዕቢሉ ዝጸንሐ ኒኩለሳዊ ዓቕሚ እንተኾነ ወይ እውን እንተሎ ክዓኑ ኒኩለሳዊ ኣጽዋር ከይተፍሪ ድማ ቃል ክትኣቱ ኣብ ኢመረት ኣብ ኖኖ ሶሪ ኣብ መሬት ኢራን ዝርከብ ዝኾነ ይኹን ኒክለሳዊ ንብረት ናብ ኣይኤኢኤ ክርከብ መጻብቦ ሆርሙዝ ክፉቱን ነፃን ኮይኑ ክቕፅል ሚሳይላት ኢራን ኣብ መጻኢ ውሳነ ክወሃቦም እንተኾነ ብብዝሕን ርሕቀትን ድሩት ክኸውን ንዕላማታት ርእሰ ምክልኻል ጥራይ ክኸውን ዝብል ጠለባት ይርከቦ። ዋላ እውን ነዞም ጉዳያት ንምዝርራብ እቲ ዝዓበየ ጉዳይ እምነት እዩ፣ ዝሓለፉ ስምምዓት ዘላቕነት ኣየርኣዩን። እቲ ኣብ ክልተ ሽሕን ዓሰርተ ሓሙሽተን ኣብ መንጎ ኢራንን ሓያላት ሃገራት ዓለምን ድሕሪ ናይ ዓመታት ዝርርብ ዝተበጽሐ ስምምዕ ኒኩለር፣ ኣብ መወዳእታ ኣብ ትሕቲ ትራም ዝነበረት ኣሜሪካ ካብቲ ስምምዕ ብሓደ ወገን ምስ ወጸት ፈሪሱ'ዩ። ብዙሓት ኣብ ቴህራን ዝኾነ ሓድሽ ስምምዕ ዘላቕነት ክህልዎ'ዩ ዝብል ይጣራጠሩ'ዮም ማለት ስለዚ ኣብ መንጎ ክልቲኦም ወገናት ዘሎ ክፍተት እናዓበየ ይኸይድ ኣሎ። ንዋሽንተን ብዛዕባ ምዕባለ ምዝራብ ንፖለቲካውን ዲፕሎማስያውን ዕላማታት ከገልግል ይኽእል'ዩ። ንቴህራን ዝርርብ ምንጻግ መርገጺኣ ንምሕላው ዝሕግዝ ኮይኑ ሓቀኛ ጥርጣረታት'ውን ዘንጸባርቕ'ዩ ማለት'ዩ። ሕጂ ኣብ መንጎ ተስፋ ኣሜሪካን ምንጻግ ኢራንን ዘሎ ክፍተት ክቕጽል ተኽእሎ ኣሎ፣ እዚ መዕለቢ ክረክብ ምግባር ካብ ቃላት ንላዕሊ ክወስድ እዩ ማለት ዝርርብ ዳግማይ ናብ ዝያዳ ግጭት ከም ዘየምርሕ ሓቀኛ ውሕስነት ክሓትት እዩ፣ ትራምፕ ድሕሪ'ቲ ኣብ ማእከላይ ምብራቕ ዝካየድ ውግኣት ከብቅዕ እምበር ኲናት ከም ዘይጅምር መብጽዓ ምእታዉ ኣብ ውሽጢ ሃገር እውን ከርእዮ ዝደሊ ነገር እዩ ማለት እዩ። ብዘይካዚ ቀዳማይ ሚኒስተር ነታንያሁ ቅትለት ኣዛዚ ኢራን ኣብ መደርኡ ኣረጋጊጹ ኣሎ። ቀዳማይ ሚኒስተር እስራኤል በንጃሚን ነታንያሁ ኣብ ዝሃቦ ምላሽ መግለጺ ኣንጻር ዒላማታት ኢራን ዝካየድ ዘሎ ወተሃደራዊ ስርሒታት ከምዝቐጸለ ኣፍሊጡ ኣሎ ማለት እዩ። እዚ መደረ ናታንያሁ ንላዕለዋይ ኣዛዚ ሓይሊ ባሕሪ ሓለዋ ሰውራ ኢራን ከም ዝቐተለ ዘረጋግጽ እዩ። እዚ ዝተኻየደ ስርሒት ነቲ ኣብ መንጎ እስራኤልን ኣሜሪካን ዘሎ ስትራተጂካዊ ወተሃደራዊ ምትሕብባር ዘጉልህ እዩ ተባሂሉ ይግለጽ እዩ። ኣብቲ ዞባ ዘሎ ወጥሪ እናዓበየ ኣብ ዝኸደሉ ዘሎ እዋን ወተሃደራዊ ስርሒታት ይቕጽል ኣሎ። እስራኤል ነቶም ከቢድ ስግኣት እዮም እትብሎም መርበባትን ውልቀ ሰባትን ናይ ምድምሳስ ጽኑዕ መርገጺ ሒዘ እያ ትርከብ። ኣብዚ እዋን እዚ ድማ ናብ ላዕለዎት ሰበስልጣን ወተሃደራዊ ትካላት ኢራን ዘተኮረ ስርሒታት ብሰፊሑ ይካየድ ኣሎ ማለት እዩ ካልእ ኣዘራራቢ ዝኸውን ዘሎ ድማ ሩስያን ወይ ከዓ ሩስያ ንኢራን ኣቕርቦት ናይ ድሮናት ምሃብ ምጅማራ እዩ ጋዜጣ ፋይናንሻል ታይምስ ጸብጻባት ንጸብጻባት ጸጥታ ሃገራት ምዕራብ ብምጥቃስ ከም ዝሓበሮ ሩስያ ኣብዚ ወርሒ እዚ ንኢራን ኣቕራቦት ድሮናት ክትረክብ ወይ ከዓ ክትህብ ጀሚራ ኣላ ማለት እዩ እዚ ብደረጃታት ዝግበር ርኽክብ ኣፅዋር ክሳብ መወዳእታ እዚ ወርሒ እዚ ክዛዘም ትፅቢት ይግበር ማለት እዩ ካብዘን ድሮናት ብተወሳኺ መስኮን ቴሄራን ሓገዝ መግብን መድሃኒትን ትልእኽ ከምዘላ ተገሊጹ'ሎ ማለት እዩ። ብዕስራን ሸሞንተን ለካቲት ብኣሜሪካን እስራኤልን ዝተኸፍተ ውግእ ስዒቡ ምምሕዳር ክረምሊን ንኢራን ስእልታት ሳታላይትን ሓበሬታ ጸጥታን ብምሃብ ብድሕሪት ክድግፍ እኳ እተጸንሐ እዚ ሕጂ ዝተጀመረ ወይ ዝጀመረ ኣቕራቦት ድሮናት ግን ካብቲ ውግእ ዝጅምር ሩስያ ንኢራን ዝገበረቶ ናይ መጀመርታ ቀጥታዊ ደገፍ ኣጽዋር ኮይኑ'ሎ ማለት እዩ። ነዚ ጸብጻብ ምላሽ ዝሃበ ወሃቢ ቃል ክረምሊን ኣብዚ እዋን ብዙሕ ናይ ሓሶት ዜናታት ይዝርጋሕ ኣሎ፣ ይኹን እምበር ሓደ ሓቂ ዝኾነ ነገር እንተልዩ ምስ መራሕቲ ኢራን ዘለና ርክብ ወይ ከኣ ዘለና ዝርርብ ኣጣናኺርና ምቕጻልና እዩ ብምባል ነቲ ጸብጻብ ብተዘዋዋሪ ክነጽጎ እዩ ፈቲኑ። ይኹን እምበር ታሪኻዊ ድሕረ ባይታ ናይዚ ዝውውር ኣጽዋር ክምርመር እንከሎ፣ ሩስያ ካብ ክልተ ሽሕን ዕስራን ሰለስተን ጀሚራ ኣብ ኲናት ዩክረይን ንምጥቃም ናይ ኢራን ስርሓት ዝኾና ድሮናት ኣብ ባዕላ ፋብሪካታት ከተፍሪ ዝጸንሐት ወይ ከዓ ከም ዝጸንሐት ይፍለጥ እዩ ማለት እዩ ሕጂ ድማ ተራ ናይቲ ኩነታት ተቐይሩ ካብ መስኮ ናብ ቴህራን ዝግበር ዘሎ ፍሰት ኣጽዋር ነቲ ብተኸታታሊ መጥቃዕትታት ዝደኸመ ወተሃደራዊ ዓቕሚ ኢራን ዳግም ንምህናጽን ነቲ ስርዓት ካብ ውድቀት ንምድሓንን ዝዓለመ ምዃኑ ተንተንቲ ጸጥታ የረዱ'ዮም ማለት እዩ። እዚ ናይ ሩስያ ቀጥታዊ ምትእትታው ንእስራኤልን ኣሜሪካን ዓቢ ናይ ህልውና ስግኣት ፈጢሩለን ኣሎ። ኣብዚ ቀረባ እዋን እስራኤል ኣብ ባሕሪ ካስፕያን ኣብ ዝርከቡ ዒላማታት ኢራን ከቢድ ናይ ኣየር መጥቃዕቲ ምክያዳ ድማ ነዚ ኣብ መንጎ መስኮን ቴህራንን ዘሎ መስመር ዝውውር ኣጽዋር ንምዕንቃፍን ንምቁራጽን ተሓሲቡ ዝተወስደ ወተሃደራዊ ስጉምቲ ምዃኑ መርኣያ ናይዚ ጂኦፖለቲካዊ ምፍጣጥ እዩ ማለት እዩ። ሶ እቲ ኩነታት ናይ ኢራን ክቡራት ተኸታተልቲ ልደ ቲቪ ከምዚ ክትሰምዕዎ ዝጸናሕኹም ይመስል ብዓቕምና ዘቕረብናዮ ሓበሬታ ኣብ ዝቕጽል መደብና ካልእ ሓበሬታ ሒዝና ክንመጻኩም ኢና ሰላም ጽንሑ